ሰላም ክቡራት ተኸታተልቲ ዳስ ንኤክስትራ፣ ንሕጂ ኣብ ዝተዳለወ ዜናታት፣ ኤፍቢኣይ ቻይና እትድግፎ ጉጅለ ሰርሰራ ዝገበሮ ፈተነ ምፍሻሉ ምግላጹ፣ ሚኒስተር ዕድግን ሜድ ኢን ኢታሊ ንዓዲ ጥልያን፣ ሃገሩ ኣብ መንጎ ኤሮጳን ኤርትራን ሃናጺ ዝርርብ ንምስፋን እጃማ ክትፍጽም ድልውቲ ምህላዋ ምግላጹ፣ ኣብ መቐለ ትግራይ ውጉኣት ኲናት ተቓውሞ ምክያዶም፣ ኣብ ኤርትራ ብዛዕባ ዝዕለሙ ዘለዉ ዕጡቓት ምንቅስቓሳት ማዕከን ዜና ኣሶሴትድ ፕረስ ዘርጊሓቶ ዘላ ጸብጻብን ካልእን ዘጠቓልለ ክኸውን እዩ። ኣብዛ ቻነል ድማ ናይ ወትሪ ተኻታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብኽብሪ ይዕድመኩም። ፈደራላዊ ቤት ጽሕፈት ስለያ ሕቡራት መንግስታት ኣሜሪካ ወይ ኤፍቢኣይ ብመንግስቲ ቻይና ይድገፍ እዩ ዝበሎ ጉጅለ ሰርሰርቲ ንመስመራት ሓይሊ ኤሌክትሪክን ማይን ዝኣመሰሉ ወሰንቲ ህዝባውያን ትሕተ ቅርጽታት ዕላማ ዝገበረ ፈተነኦም ከም ዘፍሸለ ኣፍሊጡ። ዳይረክተር ኤፍቢኣይ ንኣባላት ባይቶ ኣሜሪካ ኣብ ዝሃቦ መግለጺ፣ እቲ ብቻይና ይድገፍ እዩ ዝበሎ ቮልት ታይፎን ዝተባህለ ናይ ምስርሳር ጉጅለ ንምዕጻዉ ወፍሪ ይካየድ ከም ዘሎ እዩ ሓቢሩ። እቲ ጉጅለ ብዛዕባ ንብረት ኣሜሪካ ሓበሬታ ንምርካብ ኣማኢት ኣረጊት ናይ ቤት ጽሕፈት ራውተራት ከም ዝሰርቐ'ውን ሓላፊ ኤፍቢኣይ ክሪስቶፈር ራይ ገሊጹ። መንግስቲ ቻይና ነዚ ቀሪብሉ ዘሎ ክሲ ብዝምልከት ክሳብ ሕጂ መልሲ ኣይሃበን ዘሎ። ቻይና ቅድሚ ሕጂ ብመንግስቲ ዝምወል ናይ ሳይበር መጥቃዕቲ ኣብ ልዕሊ ካልኦት ሃገራት ከም እተካይድ ንዝቐርበላ ዝነበረ ክስታት ነጺጋቶ ትፈልጥ እያ። ሓላፊ ኤፍቢኣይ ክሪስቶፈር ራይ ንኮሚተ ኮንግረስ ኣሜሪካ ኣብ ዝሃቦ መግለጺ፣ ቻይና ውግእ እንድሕር ኣጋጢሙ ንቐንዲ ትሕተ ቅርጺ ኣሜሪካ ንምዕናው ዘኽእላ መሰረት ትሕንጽጽ ከም ዘላ እዩ ገሊጹ። እቲ ቮልት ታይፈን ዝብል ናይ ሰርሰርቲ ጉጅለ ንመጀመርታ ግዜ ኣብ ዝሓለፈ ወርሒ ግንቦት ኣብ ኣመሪካ ሽሙ ንቓልዕ ክወጽእ እንከሎ፣ እቲ ጉጅለ ንመንግስታውያን ኢሜላት ሓዊሱ ንሓያሎ ህዝባውያን ትሕተ ቅርጺ ዕላማ ከም ዝገበረ ዓርሞሸሽ ትካል ማይክሮሶፍት ኣጠንቂቑ ነይሩ እዩ። ጉጅለ ኤፍቢኣይ ንኣገደስቲ ትሕተ ቅርጺ እታ ሃገር ከም ምጽራይ ማይ፣ ምክፍፋል ሓይሊ ኤሌክትሪክ፣ ስርዓታት መጓዓዝያ፣ ሻምብቆታት ነዳድን ጋዝን ከምኡ'ውን መርበባት ቴሌኮምኒኬሽን ንኸጥቅዕ እቲ ጉጅለ ፈተነታት ከም ዝገበረ እዩ ገሊጹ። ኤፍቢኣይ ግን ነዚ ፈተነታት ከም ዘምከኖ እዩ ዝሕብር። ክሪስቶፈር ራይ ወሲኹ፣ እቲ ብመንግስቲ ቻይና ዝድገፍ ጉጅለ፣ ማልዌር ብምትካል ምስ ትሕተ ቅርጺ ብዝተኣሳሰር ናይ ቅድሚ ሕጂ ኣማኢት ኣረግቶትን ግዜኦም ዝሓለፎን ራውተራት ከም ዝተቖጻጸረ ገሊጹ እዩ። ንሱ ንኮሚተ ውድድር ኣሜሪካን ቻይናን ኮንግረስ ኣብ ዝሃቦ መግለጺ፣ እቲ ቮልት ታይፎን ዝበሃል ማልዌር፣ ቻይና ኣብ ልዕሊ ወሳኒ ትሕተ ቅርጺ ካልኦት ሃገራት እትገብሮ ናይ ሳይበር መጥቃዕቲ ንምጥፍኡን ንምሕብኡን ኣኽኢልዋ'ዩ ክብል'ውን ገሊጹ። እቲ ናይ ኤፍቢኣይ ሓላፊ ወሲኹ፣ እዞም ሃከራት ኣብ ልዕሊ ዜጋታት ኣሜሪካ ጉድኣት ንምብጻሕ ይዳለዉ ከም ዘለዉ ዘርኢ'ዩ ኢሉ። ቻይና ኣብ መንጎ ኣሜሪካን ኣብ መንጎኣን ውግእ እንድሕር ኣጋጢሙ ርክባት ክዘርግ ዝኽእል ዓቕሚ ንምህናጽ ትሕተ ቅርጺ ዕላማ ትገብር ከም ዘላ ክኢላታት ድሕነት ሳይበር ኣሜሪካ ኣብ ዝሓለፈ እዋን ኣጠንቂቖም እዮም። ቻይና ነቲ ብተደጋጋሚ ዝቐርበላ ዘሎ ክስታት መጥቃዕቲ ሳይበር ብምንጻግ፣ ኣሜሪካ ካብ ወገናዊ ስነ-ሓሳብን ናይ ዝሑል ኲናት ኣተሓሳስባን ክትገላገል ኣለዋ ክትብል ጻውዒት ኣቕሪባ ነይራ። ሚኒስተር ዕዳጋን ፍርያት ሜድ-ኢን-ኢታልያን ዓዲ ጥልያን ዝዀነ ኣዶልፎ ሮሶ፣ ኣብ ፓላዞ ፒያሴንቲኒ፣ ሚኒስተር ወጻኢ ጉዳያት ኤርትራ ዖስማን ሳልሕ፣ ሚኒስተር ስፖርትን ባህልን ዘመደ ተኽለ፣ ኣምባሳደር ኤርትራ ኣብ ዓዲ ጥልያን ፍስሃስዮን ጴጥሮስን ዘሰነይዎ ፕሬዚደንት ኢሳያስ ኣፍወርቂ ከምዝተራኽበ ገሊጹ። ነቲ ርክብ ኣመልኪቱ ኣብቲ ብመንገዲ ዕላዊ መርበብ ሓበሬታ ናይቲ ቤት ጽሕፈት ወጺኡ ዘሎ ዜና፣ እቲ ድሕሪ ዋዕላ ዓዲ ጥልያንን ኣፍሪቃን ዝተኻየደ ኣኼባ፣ ናይ ሓባር ተገዳስነት ዘለዎም ጉዳያት ንምድህሳስን ኣብ ባህላዊ ዓውድታትን ንኣሽቱ ትካላት ንግድን ንምድጋፍን ንማእከላይ እዋን ዝጸንሑ ፕሮጀክትታት ንምዕባልን ተኽእሎታት ንምግምጋምን ብፍላይ ድማ ኣብ ስልጣናን ዕዳጋ ጥረ ነገራትን ዲጂታላዊ ምስግጋርን ኣተኲሮም ከምዝተዛረቡ እዩ ተገሊጹ። ሚኒስተር ዕዳጋን ሜድ ኢን ኢታልን ኣዶልፎ ኡርሶ ኣብ ዝሃቦ መግለጺ፣ ምስ ኤርትራ ታሪኽና ወትሩ ምትእስሳር ምጸንሖ እዩ። በዚ መንጽር ድማ ክልተኣዊ ምትሕግጋዝ ክንዕቅብን ክንፈጥርን ተወሳኺ መስመራት ክህልዉ፣ ድልዋት ኢና ክብል እንከሎ፣ መንግስቲ ዓዲ ጥልያን ሓቢሩ ምስ ኤርትራ ክኸዶ ዝኽእል መንገዲ ኣነጺሩ ፈሊጥዎ ከም ዘሎን ኣብ ውሽጢ ትልሚ ማተይ ድማ ካልእ ብዙሕ ናይ ምትሕጋዝ መድረኻት ከም ዘሎ እዩ ገሊጹ። እዚ ሚኒስተር ወሲኹ ሃገሩ ዓዲ ጥልያን ኣብ መንጎ ኢሮጳን ኤርትራን ሃናጺ ዘተ ንምስፋን እጃማ ንምፍጻም ድልውቲ ከም ዘላ ክገልጽ እንከሎ፣ ንኤርትራ ድማ ኣብ ማእከል ሓደ ብወጥርን ግጭትን ኣብ ዝተሃስየ ዞባ እትርከብ ንማእከላይ ባሕርን ማእከላይ ምብራቕን ማክሮ ከባቢ ንምርግጋእ ብተመሳሳሊ እዋን ስትራጂካዊት ዝኾነት ሃገር እያ ክብል ገሊጽዋ። ብጀካ እዚ ምክትል ሚኒስተር ወጻኢ ጉዳያት ዓዲ ጥልያን ኤድሞንዶ ሲሪየሊ ብመንገዲ ትዊተር ዘርጊሕዎ ኣብ ዘሎ ጽሑፍ ንፕረዚደንት ኤርትራ ኢሳያስ ኣፈወርቂ ኣብ ፍራንሲና ተቐቢለ ካብ ቆጠባዊ ዝምድናን ልብዓታዊ ምትሕብባርን ተስፋታትን ጀሚሩ ኣብ ክልተኣዊ ዝምድናታት ብሰፊሑን ብዝርዝሩን ሓሳብ ተለዋዊጥና ኢሉ ኣሎ። ኣብ ሱዳን ኣብ መንጎ ሰራዊት ሱዳንን ሓይልታት ቅልጡፍ ደገፍን ዘሎ ኲናት ጌና ይቕጽል ኣብ ዘለወሉ እዋን ነቶም ብጀነራል ዓብዱልፈታሕ ኣልቡርሃን ዝምርሑ ሰራዊት ሱዳን ዝድግፉ ሓሙሽተ ዕጡቓት ምንቅስቓሳት ኣብ ኤርትራ ማዓስከራት ከፊቶም ይዕለሙ ኣለዉ ንዝብል ኣብ ዝሓለፈ ቀረባ መዓልታት ተዘርጊሑ ዝነበረ ዜና ሕጂ ማዕከን ዜና ኣሶሴትድ ፕረስ ዘርጊሓቶ ኣብ ዘላ ጸብጻብ ነቲ ዜና ከም ዘረጋገጸቶ ዝሕብር ጸብጻብ ዘርጊሓ ኣላ። እታ ማዕከን ኣብቲ ዘርጊሓቶ ዘላ ዜና፣ ንጸጥታዊ ውሕስነት ክብሉ ሽሞም ክግለጹ ዘይደለዩ ናይ ዓይኒ መሰኻኽር፣ ንሰራዊት ሱዳን ዝድገፉ ምንቅስቓሳት፣ እንተወሓደ ኣብ ኤርትራ ሓሙሽተ መዓስከራት ከፊቶም ከምዘለዉን እቶም ሰለስተ ድማ ኣብ ዶባት ኤርትራን ሱዳንን ኣብ ዞባ ጋሽ ባርካ ከምዘለዉ'ያ ጽሒፋ ዘላ እታ ማዕከን ኣብ ጸብጻባ ወሲኻ። እቶም ኣብ ኤርትራ ዓስኪሮም ዘለዉ ምንቅስቓሳት፣ ንብጀነራል ዓብደልፋታሕ ኣልቡርሃን ዝምራሕ ሰራዊት ሱዳን ዝድግፉ ከምዝኾኑን እዚ ድማ ኤርትራ ኣብ ጎኒ ብጀነራል ዓብደልፈታሕ ኣልቡርሃን ዝምርሑ ሰራዊት ሱዳን ከምዘላ ዘርኢ እዩ ክትብል እዛ ማዕከን ጽሒፋ ኣላ። ንሳ ወሲኻ ብመሰረት ናይ ዓይኒ መሰኻኽር ብኢብራሂም ዱንያ ዝምራሕ ዕጡቕ ምንቅስቓስ ኣብ ዶብ ኤርትራን ሱዳንን ኣብ ከባቢ ከሰላ ዓስኪሩ ከምዘሎ ክትገልጽ እንከላ ብከም ምኒ ምናዊ ናይ ዳርፎርን ሙሳ መሓመድ ኣሕመድ ናይ ምብራቕ ሱዳንን ዝኣመሰሉ ፖለቲከኛታት ዝምርሑ ምንቅስቓሳት እውን ኣብ ኤርትራ መዓስከራት ከፊቶም ከምዘለዉ እዛ ማዕከን ፊፋ፣ ኤርትራ ኲናት ሱዳን ካብ ዝጅምር ኣትሒዙ ጉዳይ ሱዳን ናይ ወጻኢ ምትእትታው ከይተገብረሉ ብሱዳናውያን ክፍታሕ ኣለዎ ክትብል ዝጸንሐት ኮይና፣ ጀነራል ዓብዱልፋታሕ ኣልቡርሃን ከምኡ ድማ ብርክት ዝበሉ መራሕቲ ምንቅስቓሳትን ፖለቲከኛታትን ሱዳን ኣብ ዝሓለፈ እዋን ናብ ኤርትራ ምብጻሕ ገይሮም ነይሮም እዮም። ኣብ ትግራይ ውግኣት ኲናት መነባብርኦም ክመሓየሽን እኹል ሕክምናዊ ክንክን ክረኽቡን ዝጠልብ ሰለማዊ ሰልፊ ከምዘካየዱ ጸብጻባት ሓቢሮም። ነበርቲ ንማዕከን ዜና ቢቢሲ ከምዝሓበርዎ፣ ቀንዲ ዕላማ'ቲ ኣብ መቐለ ዝተኻየደ ሰልፊ፣ ንውጉኣት ኲናት ግቡእ ሕክምና ክወሃብን ማሕበራዊ ህይወቶም ንምምሕያሽ ዝሕግዙ ስጉምታት ንኽውሰዱን ምጽዋዕ ከምዝኾነ ገሊጾም። ኣብ'ቲ ካብ ፈለማ ወርሒ ሕዳር ክልተ ሽሕን ዕስራን ኣትሒዙ ንኽልተ ዓመታት ዝቐጸለ ኲናት ትግራይ፣ ብዓሰርተታት ኣሽሓት ዝቑጸሩ ዕጡቓት ከምዝቖሰሉ ይግለጽ። ሓንቲ ካብቶም ኣብቲ ኲናት ዝተጎድኡ መንእሰያት ንማዕከን ዜና ቢቢሲ ኣብ ዝሃበቶ ቃል፣ ብሰንኪ ኣብ ቀረብ ኣብ ፋውስ ናውቲ ሕክምናን ሶብ ሞያን ዘሎ ሕጽረት፣ እኹል ክንክን ጥዕና ክረኽቡ ከም ዘይከኣሉ ገሊጻ። ተሓኪሙ ናብ ስራሕ እንተድኣ ዘይኣትዩ፣ ጽባሕ ንግሆ ንስድራ፣ ንኹሉ ቤተሰብ እውን ኣጸጋሚ ይኸውን እዩ እውን ኢላ። ኣብ እዋን እቲ ኲናት ዝተጎድኡ ብዙሓት መንእሰያት፣ ተሓኪሞም ክሳብ ንቤተሰቦም ምጥዋር ክበጽሑ እናኸኣሉ፣ ትኹረት ብዘይምርካቦም ጥራይ ክሰርሑ ከም ዘይከኣሉን ኮፍ ክብሉ ከም ዝተገድዱን እውን እዛ መንእሰይ ሓቢራ። ብኣግኡ ተሓኪሞም ክድሕኑ እናተገበኦም ማዕረ እግሪ ምቑራጽ፣ ማዕረ ነርቭ ምብልሻው፣ ንዘልኣለም ዘይምንቅስቓስ ዘጋጥሞም ከም ዘሎ'ውን እቲ ኩነታት ዘስካሕክሕን ንምሕሳቡ ዝኸብድን ምዃኑ'ውን ወሲኻ ኣብሪሃ። ኣብ ዝሓለፈ ኣዋርሕ ብተመሳሳሊ፣ ሕክምና ክረኽቡን እኹል ናይ መግብን ክዳንን ደገፋት ክግበረሎምን ዝጽውዑ ሰልፍታት ከም ዝተኻየዱ ይዝከር። እንተኾነ ነቶም ሰልፍታት ስዒቡ ዝተውሃበ ዘላቒ ፍታሕ ከምዘየለ እታ ንቢቢሲ ቃላ ዝሃበት መንእሰይ ኣመልኪታ። ንሳ ወሲኻ ዝበከ ህጻን ንእሽተይ እንጀራ ሂብካ ከተዕሽዎ ትኽእል ኢኻ፣ ዘላቒ መፍትሒ ግን ኣይኮነን ብምባል ተቓውሞታት ንምህዳእ ጥራይ ንግዚኡ ዝጅመሩ ምንቅስቓሳት እንተዘይኮይኖም መነባብሮ ውጉኣት ኲናት ንምምሕያሽ ዝተወስደ ቀጻሊ ምምፍትሒ ከምዘየለ ክተብርህ እንከላ እቲ ቀንዲ ጸገም እቲ ምምሕዳር እኹል ትኹረት ክህቦም ዘይምኽኣሉ ምዃኑ ገሊጻ።